Let's go!
ስለዚ ጋይስ መጀመርያ ብናይ ቢንያም ግርማይ ክንጅምር ቢንያም ግርማይ ኣፍሪካን ሳይክሊስት ኦፍ ደ የር ናይ 224 ተዓዋታይ ኮይኑ ኣሎ ማለት እዩ ከም ዝፍለጥ ኣብዚ ዓመት እዚ ቢንያም ግርማይ ታሪክ ዝሰራሓሉ እዩ ብኣፍሪካ ጥራይ እውን ኣይኮነን ብዓለም ደረጃ እውን ታሪክ ዝሰራሓሉ እዩ ተዓዋታይ ግሪን ጀርዚ ናይ ቱር ዲ ፍራንስ ከምኡውን ሰለስተ ስቴጅስ ኦፍ ቱር ዲ ፍራንስ ተዓዊቱ ከምኡ ውን ሓሙሽተ ግዜ ቪክትሪስ ቀዳማይ ዝወፀሉ ማለት እዩ ሓሙሽተ ግዜ ቀዳማይ ወፅዩ ዓሰርተ ሽዱሽተ ግዜ ኣብ ፔድዮም ደይቡ ኣብ ናይ ኣርባዕተ ኮንቲነንትስ ማለት እዩ ከምኡ ውን ታሻዓይ ወፅዩ ኣብ ናይ ዩሲኣይ ወርልድ ራንኪንግ ካኒ ታሻዓይ ወፅዩ ስለዚ ኣብዚ ዓመት እዚ ታሪኽ ዝሰራሓሉ ዩ ብዓለም ደረጃ ዋላ ማለት ዩ ብኣፍሪቃ ከኣ ተዓዋታይ ናይ ክልተ ሽሕን ዕስራን ኣርባዕተን ኮይኑ ኣሎ ማለት ዩ ኮንግራ ቢኒ ባዕሉ ውን ናይ ዮሃና መልእኽቲ ሰዲዱ ኣሎ ናብ ናይ ኣፍሪካን ሳይክሊስት ማለት ዩ ቀዳማይ ብምጽኡ ምኽንያት ምግባር እዛ ቪድዮ እዚኣ ዘርጊሖ ኣሎ

ተጋዳላይ ሳሕል ስነ ጥበበኛ ተዋሳኣይ ድምጻዊ ኮሜድያን ገጣሚ ዘያሚ እዚ ኩሉ ሞያ ዘያሚ እውን ዒስራ ፐርሰንት ወዲ ሻውል። ተዋሳእቲ ኢኹም ሰብ ዝጸሓፈልኩም ጥራሕ ክትገብሩ ንስኹም ከኣሲ ክስታይ ግበሩ ኩሉ ክማላእ ኢሉ ሓንቲ ኣርእስቲ ሓደ ስነ ጽሑፍ ክንጽሕፍ ይብልና ሕጂ ኣነ ናይ ክልተ ፍቑራት ጽሒፈ ጽቡቕ ክከይድ እየ። ኮሜዲ ድዩ?

ፈትኑ። ትፈትኑ ገለ ኢልና ደሓር ጽሒፈ ጽሒፈ ናይ ክልተ ፍቑራት ጽሒፈ ደሓር ምስ ጸሓፍኩ ኣመርዕየዮም ኣመርዕየዮም እቶም ካራክተራት እቶም ካራክተራት።
ኣብ መርዓ በጺሖም። ነጢሮም። ደሓር ቃል ኪዳን ክገብሩ ናብ ቤተክርስትያን ኣእትየዮም ናብ ቤተክርስትያን ኣእትየዮም ቃል ኪዳን እቲ ቀሺ መጺኡ ቃል ኪዳን ኣግቢሩ ምስ ኣግበሮም፣ ሕጂ ካብቲ ቤተክርስትያን መመኽነይታ ስኢነ ወዲ እዩ እቲ ኣዋጻጽኣ ኣዋጻጽኣ ካብቲ ቤተክርስትያን ኣዋጻጽኣ ካብቲ ነኽተ ሕጂ ደወል ተደዊላ ደሓር ወጽዮም ዶ ክብል ገለ ገለ እሱ ኣሎ ከምዚሲ ገለ ኢለ ሓሲበ ተጋኒኑ
ኣኣምነካን እዩ ሰብ ገለ መለ ገለ ሕርብት ካብ በተክርስቲያን ምውጻኣ ድዮም
ኣቋሪጸያ ኣቋሪጸ ሕጂ ነታ ነብሱ መሓሮ እዚ ቀዳማይ ሰውዩ ወዲ ባህታ ሰይቲ ወዲ ባህታ ናብ ሃና ከይደ ኣንቲ ሃና ጸገመ እዩ ኣንቲ ሃና እወ ከምዚ ኢለ ጽሓፉ ምሽ ኢሉና ምሳና ኣብቲ ስእሊ ጸሓፉ ገለ መለ ገለ ኢልና ሕጂ ምስ እተኹም ኣብዚ ቤተክርስትያን ከምዚ ብመኽነይታ ስኢነ ምውጽኦም ስኢነ ካብ ቤተክርስትያን ኢለ ወላ ንገዝኦም ከይዶም ኣይበልካን ክርትም
ንሳ ብለካ

ኣብ ናይጀርያ ከኣ። ጠኒሳ ምስ ወለደት ሓደ ክርናፍ ባርዮ በቆሙሻሉ ኣዚ ተለይ እዚ ኣብቲ ምኒስትርያ ደው ኢለ ክርኢ ከለኩስ እቶም ጸለምቲ ክሓልፉ ናቱ እየ ግዲ ተጸልየ ኣሚንዋ ዕረፍቲ ኣኪሉ ዓዶም ኣትዮም ወዲኡ ሪኡ ኣታ እንታይ ድኣ ነንበይኖም ሃገሮም እዞም ደቅካ ባእ ኣቲ ደይ ኣብቲ ካናዳ ከለና ከምዚ ኢላ ኣብ ፍኒስትርያ ነቶም ጸዓዱ ስለ ትርኢ ነበረት ነዚ ወሊዳ ናይጀርያ ምስ ከድና ከኣ ነቶም ጸለምቲ ስለ ትርኤ ነበረት ነዚ ወዲ እዋይ ኣቦኻ ዘኪርካ እንዲ ኢላቶ እሂ እንታይ ዘኪርኪ ቀደም ንዓኻ ጠኒሰ ከለኹስ ኢላቶ ዓዲ ክሓርስ ክወስደኒ ከሎ ነቶም ኣእዱግ ክርኢ ውዕል ነይረ
ኮቲማትሉ እንዲያ ደኣ ኣድጊ ወሊዳ ማለት እዩ
ባልቲ ሓዳር ዲኺ እወ ነይረ ተመርዕየ ሰለስተ ቆልዑት ወሊደ ኢለኪ ነይረ ስለ ኤልሳ ኪዳነ ኣርቲስት ኤልሳ ኪዳነ እዚ
ኣይተሰማማዕናን ተፈላለና ንሱ ብዘለዎ ኣነ ብዘለኹዎ እንዳተኸባበርና ኣብ ደቅና ምዕባይ ኢና ንርከብ ዘለና በዚ ናይ ሎም ባህላ ከዓ ሲንግል ማም ዲኹም ትብሎ ሲንግል ማም ኣለኹ ማለት እዩ
እንድሕር ኣብ ሓዳር ዘየለኽስ ምተመርዓኽኒ ዶ ይብል ኣሎ እሞ እንታይ ንበሎ።
ሓታታይ ኣታ ተኾንካታ እ። ሎሚ ስባት ትእሪ ጓለይ ደቅና እባ ከነመርዖ ሕጂሲ ናይ ደቀይ ኣበባ እየ ዝጽበ ዘለኹ። ንሕና ውን ናይ ደቅኺ ኣበባ ከተመርዑ ምሳኺ ተሳተፍቲ ክንከውን ንምነ። ጽባቐኺ እንታይ እዩ ካብ ንፈልጠኪ ክስጋብ ሕጂ ኣይተቀየርክን እንታይ እዩ እቲ ምስጢር። ኤልሳ ኪዳነ ሄለን መለስ ያእ ምስጢር ናይ ጽባቀ እንታይ ናይ ሄለን መለስ ናይ ኤልሳ ኪዳነ ሶሪ። ክሳብ ሕጂስ ኣዚኺ ንእሽቶ ኢኺ ዘለኺ ይብሉ ክለዉ እሞ ኣነ ውን ከምኡ ይብለኪ ኣለኹ እንታይ እዩ ምስጢር። ኤሪ ጓለይ ክብሪ ሃብኪ እቶም ፈተውተይን ተዓዘብተይን ክብሪ ሃብኩም ከምኡ ምባልኩም እቲ ምስጢር ጽባቀ ትብልዎ ዘለኹም ግን እንድዒ ንዓኹም እዩ ክስታይ ዝገብረኩም ግን ኣነ ምስጢር ጽባቀ እዩ ዝብሎ ምሳኹም እዩ ዘሎ ተስፋ ትህቡኒ ተተባብዑኒ እንዳሓደርኩ ይሕደስ እንዳሓደርኩ ይንእስ ኣለኹ ሎሚ ምሳኽን ኣለኹ ንኣሽቱ ደቀይኽን ጽባሕ ንግሆ ካልኦት ዝመጽ ኣርቲስት ክኣ ምሰን ኣለኹ ስለዚ ኩሉ ግዜ እንዳተሓደስኩ ይነብር ኣለኹ። እቲ ምስጢር ጽባቐ ምሳኹም ምስ ህዝቢ፣ ምስ ፈተውተይን ተዓዘብተይን ዘሎ እየ ዝብል ኣነ። ዋው ጽብቕቲ ምስጢር። ገለ ዓይነት ምስጢር እያ እዚኣ መልሲ ከኣ ገለ ዓይነት። ምስጢር እያ ንዓይ ውን ስለ ትምልከተኒ ኤልሲና። ፎቶ የድሕንካ ኮኳ ኮላ ካምፓኒ በሎ ያኣኺ።

ኣሌክስ ያኽ ካብ ጥበብ እንዲሞ ጠፊኡ። ስለዚ ጋይስ ከምቲ ኣሌክስ ዝበሎ ርሑስ ሓድሽ ዓመትን ልደትን ክገብረልና እንዳተመነኹ ናይ ሎማዓንቲ ቪድዮ ዝመስል ነይሩ ክሳብ ኔክስት መደብ ንራኸብ ሰላም።